ታት ከመይ ቀኒኩም Welcome back to ሽኮሪና ብሓቢ ሓደሽቲ ተኾንኩም ከይትርስዑ subscribe ግበሩ also ኸዓ notification bar ጥወቅዋ ኩሉ እዚ ኣነ ዝዝርግሖ ክትነግረኩም ተኾይና ሰዐ notification bar ክትነግረኩም እያ ኣም ሎሚ መዓልቲ ኣዳልየ ዘለኹ መደብ ኳ ከመይ ጌርኩም ትሰርሑ በናና

ፍርቂ ብናና ኢና ክንጥቀም ዘለኹም ደስ ዘለኩም ከዓ ኩላ ትጠቀሙላ ኢኹም ኣነ ፍርቂ ብናና እያ ክጥቀም ከይትርስዑ ከዓ እቲ ኣብ ውሽጢ ዘሎ እቲ ስግኡ ስግኡ ኢኹም ትብሎ ብትግርኛ እቲ ፔል ናይ ብናና እሱ ከዓ ብጣዕሚ ኣገዳሲ እዩ ብዙሕ ቪታሚን እዩ ዘለዎ እሱ ንዑ ከዓ ኣብቲ ማስና ክንእትዎ ኢና

ኦኬ ሕጂ ኖት በናና ክንዳውሶ ኢና ትደልኹም ብብለንደር ጌርኩም ትገብርዎ ኢኹም እዚ ብብዙሕ ኣገዳሲ ይኮነን ብብለንደር ክትጥቀሙ ብፋርከታ ጌርኩም ከዓ ትዳውስዎ ኢኹም ሜክ ሹር ፅቡቅ ጌርኩም ትዳውስዎ ሕርናኽ ክህልዎ የብሉን ኦኬ ሕጂ ኣዳዊስኩም ወዲእኹም ሓንቲ ማንካ መዓር ኣብቲ ሸሓኒ ክትእትዎ ኢኹም ደስ ተበለኩም መዓር ትጥቀሙ ኢኹም ኦኬ መዓርኢትና ሕጂ ሓንቲ ማንካኻ ርግኦ ክንገብር ኢና ርግኦ ብጣዕሚ እየ ዝፈቱ ኣብ ማስክ ጥቀምቲ ኮይነ ርግኦ ብጣዕሚ ኣገዳሲ እዩ ሰባት ከምዚ ቆርበትኩም ማራ ንቁጽ ዝኮነ ሕጂ ብዙሓት ኢኩም ኣብ ኤንስተርግራም ትጽሕፉለይ ቆርበትና ብጣዕሚ እዩ ንቁጽ ከመይ ገርና ኢና ሃይድሬሽን ክንገብረሉ ሞይስቸር ክንገብረሉ ኢኩም ትብሉኒ ርግኦ ብጣዕሚ ብዙሕ ታሽሙ ኣለዎ ኤንዛይምስ ናይ ርግኦ ነቲ ቆርበትና ብጣዕሚ እዩ ዘልስልሶ also ከኣ hydration ይእትወሉ እዩ ኣነ ሕጂ ሓፊስ whole milk እየ ዝጥቀም ዘለኹ ዋን ፐርሰንት ለኩም ኦር ፋት ፍሪ ካ ትጥቀሙ ኢኹም ብኣነ ኩሉ እቲ ናቱ ፋቱ ናቱ ፕሮቲን ኤንዛይምስ ናቱ ደለ ኮይነ እየ ሓፊሰ ዝፈቱ ሆል ሚልክ እየ ዝጥቀም ኣነ ኣብ ቆርበት እየ ክገብር ተኮይነ ኦኬ ሕጂ ኣዳዊስኩም ወዲእኹም ሕጂ ኣብ ቆርበትና ክንለኾ ኢና መጀመርያ ኩሉ ግዜ ኣብ ጥሩይ ገጽ ኢኹም ማስ ትገብርሉ ኣብ ገጽኩም ኦኬ ብናና ማስ ብጣዕሚ እየ ዝፈቱ ብናና ሕጂ ብዙሕ በነፊት ኣለዎ ንቆርበትና ብናና ኣሚኖ ኣሲድስ ኣለዎ

ቆርበትና ከ ከምኡ እዩ ይደሊ እዩ ማይ ሃይድሬሽን ይደሊ እዩ ሕጂ ፕታስየም ንቆርበትና ከምኡ ገበረልና እዩ ፕታስየም እኳ ኣብ ብናና ብዙሕ ኢኻ ትረክብ ፕታስየም ሕጂ ከምኡ ኮይነ ብናና ተጠቂመ መዓር ኳ መዓር ንቆርበትና እቲ ባክቴርያ ኣብ ቆርበትና ዘሎ ከም ግሮ ከይ ዝገብር ባክቴርያ ይሕግዝ እዩ መዓር ኣገዳሲ እዩ ኣብ ኩሉ ማስ ናተይ ዝሰርሖ መዓር ኩሉ ግዜ እየ ዝገብረሉ because fight እዩ ዝገብሮ ን bacteria ኣብ ቆርበትና form ከይገብር um ርግኦ ከኣ ከም ዝበልኩኹም ን hydration ጽቡቅ እዩ ን ቆርበትና moisture ይህቦ እዩ ኤንዛይም ዘሎ ኣብ ርግኦ ከኣ ን ቆርበትና hydrate ክገብሮ ዝሕግዞ እዩ። እዚኣ ማስ ከም ዝበልኩኹም ብዙሕ ቢታሚናት ኣለዋ፣ ኣሚኖ ኣሰድስ ኳ፣ ኣሚኖ ኣሰድስ ኣገዳሲ እዩ ንቆርበትና ትክን ክነክቲቭ ቲሹስ ኣላስቲሲቲ ዝብልዎ እቲ ኣላስቲሲቲ እቲ ቆርበትና ይምጠጥ እዩ ሕጂ እቲ ኣሚኖስ ኣሰድስ እንታይ ይገብር ነቲ ቆርበትና ዝምጠጥ ንዕኡ ሓይሊ ይህቦ

C and Vitamin E ሕጂ እዚ ኩሉ ቪታሚናት ንቆርበትና ጽቡቅ እዩ ዝገብሮ ይሕግዞ። ብናና ከኣ Zinc ዝብልዎ ሚነራል ኣሎ Zinc ከኣ ኣብዚ ብናና ኣሎ ሕጂ Zinc ከኣ ንቆርበትና ንቲ ፈጸጋ ዝወጽእ እቲ ጀርም እቲ ባክተርያ ኣብ ቆርበትና ፎርም ዝገብር Zinc ይሕግዞ እዩ ፋይት ይገብሮ ንቲ ጀርም ንፈጸጋ ትገብር ንቆርበትና ንዑ ፋይት ትገብሮ እዩ ሕጂ ከምኡ ኮይነ እየ በናና ተጠቂመ ቢከዝ ንሰባት ቆርበትኩም ንቁጽ ዝኾነ ቅብኣት ብዙሕ ተለኩም ቆርበትኩም ኦሶ ከኣ ፈጸጋ ተለኩም እዚኣ ማስ ትሕግዘኩም እያ ኩሉ ግዜ ዝኾነ ማስ ኣብ ቆርበትኩም ክትገብሩ ተኾንኩም ናቹራል ክኾን ኣለዎ ሕጂ ኣነ ኩሉ ግዜ ነቶም ካስተመርስ ኣብቲ ዱካነይ ድመፁ ፌሾስ ክገብረሎም ተኾይነ ኩሉ ግዜ ድብሎም ናቹራል ነገራት ክትገብሩ ኣለኩም ኣብ ቆርበትኩም ሕጂ እዚ ቀላለ ሓንቲ ካልኣይ ኸዓ ኩሉ እቲ ናይዚ በነፊት ናይዚኣ ማስ ንቆርበትካ በነፊት ትገብሮ እዩ ቪታሚን ኣለዎ ሚነራልስ ኣለዎ ናትሮ እዩ ቀሊሉ እካ ትስርሖ ኣብ ሰሙን እካ ተደሊኩም ደስ እልኩም ሸውዓተ መዓልቲ ኣብ ሰሙን ትገብርዎ ኢኩም ምሸት ምሸት ትለክዎ ቆርበትኩም ኣጢብኩም ክሬም ገርኩም ትድቅሱ ንቆርበትኩም ዝሕግዝ ነገር እዩ እዚ በነፈትስ ብዙሕ ኣለዎ ካልኣይ እካ ቀሊል ናትሮ እዩ ከምኡ ኮይነ ሸር ገርያ እዚኣ ማስ ምሳኩም ok እዚኣ መያስ ን ዓሰርተ ሓሙሽተ ደቂቅ ኣብ ቆርበትኩም ክትገርፍዋ ኢኩም ዳሕራይ ብዝሕል ማይ ገርኩም ከኣ ክትኣጽብዎ ኢኩም። Ok እሺ ኮይነታት ሕጂ ወዲኤ ኣለኩ መደበይ ተስፋ ይገብር ትፈትዎ ትኮኑ እዚኣ ቪድዮ ተለኩም ሕቶታት ካመንት ብለው ግበሩ ከይትርስዑ ላይክ ካመንት ሸር ኣንድ ሰስክራይብ ኦሶ ከኣ ንታ ኖርፊከሽን በል ከይትርስዑ ንዓ ክትጠቅጥዋ ኩሉ ኣነ ዝዘርግሕዎ ሰኣ ትነግረኩም መጀመራ ኦኬ ሽኮሪናታት ሰናይ ቅነ ባይ